ሓደ ሰብ ትሑት ዓርሰ እምነት ወይ ለለ ትሑት ዓርሰ ምልከታ ዘለዎም ባህርታት ን መፍትሒኦም እንታይ ከም ልመስሉ ኢና ክንርኢ ማለት እዩ። እዚ ክንብል ከለና ኩሉ ግዜ ሰባት ክንበሃል ከለና ንባዕልና ንሓቶም ሕቶታት ብጣዕሚ ብዙሓት እኒኦው እዮም። ኣብ ላዕሊ ብርኪ ህይወት ክትበፅሕ ተደሊኻ ዓርሰ ምልከታኻ ልዑል ክኸውን እኒኦዎ እዩ። ትሑት ዓርሰ ምልከታ ዘለዎም ሰባት እንታይ ዓይነት ባህሪ ከም ለርእዩ ኢና ክንርኢ ማለት እዩ። እዚኦም ዓይነት ሰባት መብዛሕትኡ ግዜ ትኹረት ዝገብሩ መብዛሕትኡ ግዜ ምስ ሰብ ታይ ይብለኒ ወይ ድማ እዚ ተገይሩስ ሰብ ከመይ እዩ ይርእዮ ወይ ናይ ሰብ ርእይቶ ከመይ እዩ ዝኾን ልብል ጥቕልል ዝበለ ሓሳባት ኣለዎም። እዚ ክንብል ከለና መብዛሕትኡ ግዜ ንባዕሎም ዝርእይሉ መነፅር ንባዕሎም ዝርእይሉ መስተዋት ብጣዕሚ ርስሕ ዝበለ ወይ ፅሩይ ኣይኾነ እዩ። ፅቡቕ ኣረኣእያ የብሎም እዩ። ትሕዝቶ ህይወት እውን ብጣዕሚ እዮም ዝፀልእዎ ማለት እዩ። ዝተረጋግዐ መንፈስ የብሎም እዩ። ኣብ ህይወቶም ንባዕሎም ዝሰርሕዎ ጌጋታት ክኾን ይኽእል እዩ። ስሕተታት ክኾኑ ይኽእሉ ይቅር ኣይብሉን እዮም እሞ እዚ ዓይነት ባህሪ ዘለዎም ሰባት ከም መፍትሒ ካብ ዝተሓበሩ ነገራት ሓደ ዓርሰ ዝርርብ ለውጢ ክትገብር እዩ ዝግበአካ ሓደ ሰብ ናይ ሓሳብ ውፅኢት እዩ ኩሉ ግዜ ማለት ኣብ ህይወትና ኣብ ሕዚ ሰዓት በፂሕና ያለና ዝተፈላለዩ ፅዕንቶ ዝገብሩልና ናይ ውሽጢ ይኹን ናይ ደገ ፅዕንቶ ከምዘለዉ ኮይኖም እቲ ዝለዓለ እቲ ዝበዝሐ ውፅኢት ግን ናይ ሓሳብና ውፅኢት ኢና እሞ ሂወትካ ወይ ድማ ዓርሰ ምልከታኻ ትሕቶ ኮይኑ ክትሪእሉ መነፅር ናይ ሂወትካ ትቅይር ልግበቃ ዝውን ሓሳብካ ክትቅይር ንኤካ እዩ ሓሳብካ ምስ ቀየርካ ቀጥታ ሓሳብካ ምስ እምነትካ እዩ ለለዎ ርክብ እምነት ትቅይር ኣለካ ማለት እዩ ናይ እምነትካ ብልቀየርካ ቁፅሪ እውን ተግባርካ ተግባርካ ብልቁፅርካ ልቐየርካ ቁፅሪ ልማድኻ ልማድኻ ብልቀየርካ ቁፅሪ ድማ ናይ ኩሉ ድምር እዩ ልማድ ናይ ህይወት ልመርሕሞ ህይወትካ ዝተተሳኻለ ትገብር ዘለካ ትሑት ዝኾነ ዓርሰ ምልከት ተተሃሊካ ቀጥታ ትሓስቦ ሓሳብ ክትቅይር ኣለካ እዩ ልብል ብተወሳኺ እውን ስሕተት ናይ ህይወት ክፋል ምዃኑ ተረዲእኻ ንስሕተት ክትፈርሕ የብልካን ዝሰራሕካዮም ስሕተታት እውን ከም ጌጋ ብምእማን ንቐፃላይ ክትደግሞ ከም ዝግባእ ተረዲእኻ ንዝሓሸ ህይወት ክትግስግስ ዝግበእ